ንምታይ ኢና እዚ ሚድያ እኮ ብዙሕ ነገር ኣምህሩና ኣሎ ግን ኣብኡ ነበርና ኣብኡ ኩሉ ግዜ በቃ ትበድል ናብልና ወፅና ምብኻይ ገንዘብና ትበልዕ ናብልና ሚድያ ምውፃእ እተን ልወፅለያ ልምታይ ኣምህራና እቶም ልወፅለዩ ልምታይ ኣምህሩና ስለዚ ሚድያ እኮ ብዙሕ ነገር ብዙሕ ጥቕሚ ብዙሕ ለሕማቕ ለፅቡቕ ለጥቕሚ ለኮይና ረእናሉ ማለት እዩ ሰላም ሰላም ክቡራት ተኸታተልተይ ኣሜን ንእኹም ዳሕና ድኹም ኣነ ዳሕና እግዚኣብሔር ይመስገን ብድንእኹም ሞ ሰላምኩም ብዝሕ ትረፍ ይበለለይ ኣሜን ንእኹም ኩሉ ሰላም ዶ ኣሜን ነው ስራሕ በኣነ ኩሉ ሰላም እዩ እግዚኣብሔር ይመስገን ዳሕና ድኹም እና ልማዓንቲ ዘለላ ምፀስኒ ማለት እዩ ያው ከማሕና ስደተኛ እየን ቆልዕተን ማለት እዩ ኣብ ቤሩት ክልተ መሓዙት ብሓደ ንሸውዓተ ዓመት ዝኣክል ብሓደ ሰርሐን ብዙሕ ሕማቕ ብዙሕ ፅቡቕ ጥዑምለ ብሓደ በልዐን ብዙሕ ነገር ኣሕልፈን እየን እተን ቆልዑ ማለት እዩ። ብጣዕሚ ልፋትያይ ልማኸራይ ልተሓጋገዛይ የን ነብረን ማለት እዩ። ኣብ ቤሩት ላለያ ንሸውዓተ ዓመት ብሓደ ክሰርሓ ያው መጨረሻ እቲ ሓንቲ መሓዝኣ ኣነስ ሸውዓተ ዓመት ዝሰርሐ ምንም ኣይሓለፈለይ ዓዲ ክኸድ እማ ንኸዶ ትብላ ሰብኣይ ከኣቲ ክኸድ እየ ገለ ብላታ ቅድምኡ ግን እቲ ሰብኣይ ዓርካ እዩ ነብሩ ትፈልጦ እያ እና በቃ ዓዲ ኸይደሲ ጉጂ ምግባር ሕሸኑሉ ናብራ ቆልዓ ክወልድ ሕሸኑሉ ሰርሐለ እንድሕለይ ተቐይርኩ ሸውዓተ ዓመት ገብረ ምንም ነገር የብለይ ስለዚ ክኸድ እማ ትኸድዶ ትብላ እማ እታ ቆልዓ ስኽኽድ እማ ርእዩ ኣነ ንእሽተይ ክሰርሐ የብላ ትቐሪ ብደንቢ ገብራ ተፋንያ ማለት እዩ። ብደንቢ ገብራ ኣፋንያታ ፈርሻ ምናምን ያው ብሰላም እየን ተፈላለየን ማለት እዩ። ደንብ ገብራ ካብ ስራሕ ወፃኢ ኣፋንያታ መጨረሻ ዓዲ ምስ ኸደት ላትደዋወላ ምስቲ ዓርካ ልነበረ ትጋንያ እታ ቆልዓ ግን እቲ ዓርካ ልነበረ ቅድምኡ ፎቶለ ኣይትፈልጦይ እቲ ዓርካ ማለት እዩ። ትኸ ድማ

ብላ ምስቲ ሰብኣያት ኣፋልጣ ልመሓዛኣ ማለት እዩ ምስ ሰብኣያስ ኣፋልጣታ እሳ ቤር ኮይና እሳቶም ኢትዮጵያ ኮይኖም ማለት እዩ ምስ ኣፋለጠታ ላትዳውሉ በቃ ጥዑም ነገር ይናገራ ፅቡቅ በቃ ለሰስለለ ዘረባታት ይዛረባ በቃ ሓዳር ክደልየኪ እየ መፅኺ ትወልዲ ትኸብድ እየ ልደሊ ምናምን ይብላ ኣሳለለ በቃ እሺ እዛ ወርሒ እዛ ክልተ ወርሒ ላበለት ቅርሺ ለኣኺ ይብላ ካብኡ ግን ፎቶ ኣለ ስለ ልንህዎም እንታይ ገብራታ ታምሓዝኣ ላሰሓቀት ስም ክርስትና ከመን እዩ ስሙ ምናምን ብላ ጠየቃታ ኣን ሃምዚ እምሉኒ ወለደይ ገለ ብላ ፀውያታና ስም ክርስትና ኣለ ማለት እዩ ካብኡ ፎቶ ኣለ ስለልንህዋ ብፎቶ ገብራ ብስም ክርስትና ገብራ ኣብ ደፍተራ ኣድግመሙላ ማለት እዩ። መድሓኒት ኣድግመሙላ ሰብኣይ ሰበይቲ ስለተዓርካ ማለት እዩ። እሳ ግን ምንም ትፈልጦ ነገር ይብላ በቃ ፋልጣትኒ መሓዘ ይብላ ኣነ ለዓዲ ከይደ ሓዳረ ገብረ ይብላ ምስኡ ትደዋወላ ማለት እዩ። ምንም እዚ ነገር እዚ ትፈልጦ ነገር ይብላ ምእንቲ ትገብሮምላ ማለት እዩ ብፎታ ብስም ክርስትና ኣገብሮም እንደ ኣጋጣሚ በቃ ኩሉ ግዜ ገንዘብ ይብላ ትልእኸሉ ሰላሳ ኣርባዓ ሽሕ ሓምሳ ሽሕ ትልእኸሉ በቃ ሓድሓደ ግዜ ለለ ፈልጡ ስልኪ ሃምዝኾኑ ከምዝኾንኩ ስልኪ ትባለሸኒ ስልኪ ትሰረቐኒ ይብላ ስልኪ ትገዝአሉ ወይ ለለ ስልኪ ትልእኸሉ

ስልካ ዓጽዩ ብጣዕሚ እዛ ቆልዓ ተዓርካልል ሃምዲ ትፈልጥ ኮይና ሃምስ ክቡርኒ ስልካ ዓጽዩኒ ገለ ትብላ ኣላ ታዳንኡ ምናምን ምናምን ትብላ ምንም እዛ ቆልዓ ትፈልጦ ነገር የብላይ ሰብኣያ ምዃኑ ማለት እዩ መሓዚኣ ኣፋልጣትኒ እናሃብላ እያ ዝኹላይ ነገር ትገብር ኣላ ደኣ መተታም ትገበራ እታ መሓዝኣም ትጫወተታ ገለ ምንም ትፈልጦ ነገር የብላይ ማለት እዩ ታዳን ኮይኑ ስልካ ዓፂኪ ልምንታይ ምናምን ምናምን ላበለት እታ ቆልዓ ምስኣ ኮይና ታማይቕላ ማለት እዩ ምስኣ ኮይና ትፀርፎላት እዩ እንግዲህ ብሓደ እዮም ድኖ ይሳይሰይት እዮም ምስኣ ኮይና በቃ ልምንታይ ከምዚ ገብረኪ ኣነ ለክ ነግረ እየ ኣነ ለክ ድውልለ እየ ኣነ ስለፈልጥክኩም ልምንታይ ከምዚ ገብረኪ ገለ ትብላላ ማለት እዩ መጨረሻ ልዞም ጋዜጠኛ ልዞም ትንልብሉ ማለት እዩ ካሜራ ገብሮም ልተሓባበሩ ድንሆዩ ንኣታቶም ትነግሮም ከምዚ ከም ዝብለ መሓዘ ኣፋልጣትኒ መሓዘ ብላ ኣፋለጠትኒ ላተደዋወልና ገንዘብ ላልኣኽክሉ ሕደር ክኾነ ከ ንወልድ ንዘምድ ኢና ላበለኒ ገንዘብ ላልኣኽክሉ ስልኪ ላልኣኽክሉ ልደለዩ ነገር ኢለ ካብ ወለዲ ልእኸሉ

ዶላር እኮ እዩ ገለውልዋ ካብ ኣሜሪካ ልመፀ እኮ እዩ ኣሰስ ደኸ ልምንታይ ለይንወልዕ ምስ እቲ ደፍተራ ካጋንዮ ማለት እዩ ልምንታይ እቲ ደፍተራ ይሕስወሎም እሳቶም ሃምዝላ ገበሩ ይወስዱ እቲ ደፍተራ ለለ መድሓንቲ ይገብር ብገንዘብ ማለት እዩ ናብ ብዙሕ ሰብ ሃምላ ገበሩ ያምፅኡ ገንዘብ ይሕስወሎም እቲ ደፍተራ ለ ማለት እዩ

ካብኡ እንደገና እቲ ጋዜጠኛ ከም ጠይቖም ናብ ብዙሓት ጓላት ገንዘብ እትወልዑ እንሆ ማለት እዩ ሓሙላ ገብሩ እታ ቆልዓ ስዑዲ ድንዋ ይኹን ቤረት ድንዋ ይኹን ልትፈልጠኒ ቁፅር ስልኪ ናሃበት ናቲ ጃናጀነ ናቲ ዳዋወለ ቅርሺ ላበልዐ ሃም ድኾነ እዩ እቲ ነገር ልትናገርዎ ማለት እዩ በቃ ሕዚ ኣብቲ ኣካውንትኹም ልንሆ ገንዘብ ልዛ ቆልዓ ዞ ሃውዋ እቲ ልወስድ ልኣመኑ ካሉ ገንዘብ እቲ ላኣኸትልኻ ሃባ ድሕሮ ለለ ያው ሚድያ ነውፀካ ኢና ምክንያቱም ብዙሓት ጓላት ልትበልዓ ስለልናያም ትትናገር ኣለኹም እንድኾንኹም ናብ ብዙሓት ላበላዕኹም ስለልመፃኹም እተን መንከራሪአን ላምፅኦ ገንዘብ ትምልሱ ይኹም ብልዎ ማለት እዩ እናሲ ሃምዚ ዓይነት መሓዛ ለስ እንሆ ከሃምዚ ዓይነት መሓዛ እግዚኣብሔር ይሓልየና ብሓቂ ማለት እዩ ብጣዕሚ ብጣዕሚ ሕማቅ እዩ ማለት እዩ ዝነገር እዚ ጸጸት ስለ ይወጸልኻ ማለት እዩ መሓዛኻ ኣልትፎቲ ኣልኣመንኻያ ሃምዚ ትገብረካ ኣላቲ ለዘውም ልልና እና ስደት ኖሮ ላፈልጠቶ ገንዘብ ሃም ይብል ሃም ንመጽ ላፈልጠቶ እና ስደት ደምና ተፍእናት ገንዘብ ሃም ንመጽ ኩለ ነገር ስደተኛ ስርኹን ትፈልጦ ኣላ እያ እቲ ቅርሺ ሃምዩ ሃምሊ ግን እዩ ማለት እዩ እሳ ግን ኢትዮጵያ ከይዳ ብስብኣያ ገብረ ሃምዚ ምግባር ብጣዕሚ ኣፀያፊ ስራሕ እዩ ማለት እዩ በቃ ግዚኡ እሲ ማንም ማንም ለየእመነሉ ግዜና በፃሕና ኣለና ማለት እዩ ሕማቅ ግዜና በፃሕና እና ብጣዕሚ ዝገረመኒ ነገር ኣነ ብጣዕሚ ላሕዘነትኒ ማለት እዩ ያው ሂወታ ብልሽሽ ኣብላታ መሓዘይ ሓፍተይ ጓልነይ ይብላ ብዙሕ ነገር ምስ ኣሕማይ ፅቡቅ ኢላ ኣሕለፈት ብሓደ ሸሓነ ምግቢ ዝበልዓሲ ከምዚ ገብራታ ማለት እዩ እና ብጣዕሚ እዩ ዝገርም ያው እግዚኣብሔር ኣምላክ ባዕሉ ካብ ሕማቅ መሓዛ ያርሕቀና ከምዚ ዓይነት ነገር ኣሕዋት የምዓረይ እና ቢድኦይ ሸር ላይክ ኮሜንት ስናገበርኩም ኣበረታትዑኒ ቤተሰብ የኾንኩም ለሰብስክራይብ ብምግባር ቤተሰብ